ሻድሻይ መድረኽ ዙር ቅድድም ብሽክሌታ ሩዋንዳ ክልተ ሽሕን ዓሰርተ ትሽዓተን ሎሚ ዓርቢ ሓደ መጋቢት ብናይ ሚእትን ዕስራን ሓደ ነጥቢ ሓደ ኪሎ ሜተር ቀፂሉ ውዒሉ። ኣብዚ ተወዳደርቲ ካብ ሙሳንዘ ናብ ኒያማታ ዝተጓዕዙሉ ቅድድም ኣብ ፈለማ ሰላሳ ኪሎ ሜተር ኤርትራዊ ያቆብ ደበሳይ ዝርከቦም ሸሞንተ ተወዳደርቲ ካብ ብፆቶም ተፈልዮም ዕዉት ናይ ምህዳም ፈተነ ኣካይዶም። ተቐዳደምቲ መንገዶም ቀጺሎም ተወሳኺ ዕስራ ኪሎ ሜትር ምስ ጠልዓሉ፣ ኤርትራዊ ሄኖክ ሙሉብርሃንን ሩዋንዳዊ ባለንስ ንዳይ ሴንጋን ኣብ ልዕሊ ዓባይ ጉጅለ መጥቃዕቲ ብምክያድ ምስታ ኣምሊጣ ዝነበረት ጉጅለ ተጸንበሩ። እዚ ቁጽራ ዓሰርተ ዝነበረ ቀዳመይቲ ጉጅለ ኣብ መስርሕ ንሓደ ተቐዳዳማይ ስለዘትረፈት ትሽዓተ ተወዳደርቲ ሒዛ ብዓባይ ጉጅለ ከይተዋሕጠት ናብ ቅጽበታዊ ውድድር በጽሓ። ኣብቲ ቅድድም ድማ ፖላንዳዊ ተቐዳዳማይ ክለብ ዴልኮ ማርሴ ፕሬምዝላብ ከረትዕ እንከሎ ስጳኛዊ ተቐዳዳማይ ክለብ ኢንተር ፕሮ ፓብሎ ቶረዝን ኣባል ሃገራዊት ጋንታ ኣልጀርያ ዮሴፍ ረጎግን ካልኣይን ሳልሳይን ኮይኖም ተኸቲሎሞ። ኣብዛ ጉጅለ እዚኣ ዝነበሩ ኤርትራውያን ተቐዳደምቲ ሄኖክ ሙሉብርሃንን ያቆብ ደበሳይን ድማ ብቐደም ተኸተል ራብዓይን ታሽዓይን ደረጃ ሒዞም ውዕሎኦም ደምዲሞም። ውጽኢት ናይቶም ሓደ ደቒቕን ዓሰርተ ትሽዓተ ካሊታትን ድሒራ ምስ ዝኣተወት ዓባይ ጉጅለ ዝመጹ ኤርትራውያን ተወዳደርቲ ምስ ንርኢ፣ ሲራክ ተስፉ መበል ዓሰርተ ኣርባዕተ፣ ተቐዳዳማይ ኣስታና መርሃዊ ቁዱስ መበል ዕስራን ሰለስተን፣ ቢንያም ግርማይ መበል ሰላሳ፣ ዓወት ገብረመድህን ካብ ክለብ እስራኤል ሳይክሊን ኣካዳሚ መበል ሰላሳን ኣርባዕተን፣ መኽሰብ ደበሳይ መበል ኣርባዓን ኣርባዕተን ኮይኖም ቅድድሞም ፈጺሞም። ብጫ ማልያን ማልያ ብሉጽ ኣፍሪቃዊ ተቐዳዳማይ ሕጂ እውን ኣብ ትሕቲ ቁጽጽር መርሃዊ ቅዱስ ይርከቦ። ኣብ መንጎ መርሃውን ተወላዲ ኤድሶን ታራማይ ዝጸንሐ ዓሰርተ ሸውዓተ ካልኢታት ፍልልይ ድሕሪ ናይ ሎሚ ጸወታ እውን ኣብ ቦትኡ ኣሎ። ሲራክ ተስፎም ኣርባዕተ ደቓይቕን ዓሰርተ ኣርባዕተ ካልኢታትን ተፈንቲቱ ሓምሻይ ተርታ ሒዙ ናብዚ ናይ ጽባሕ መድረኽ ክኣቱ እዩ። ማልያ ኣንበሳ ዓቕብ ምስ ሩዋንዳዊ ሞይሴ ሙግሻ፣ ቀጠልያ ማልያ ቅጽበታዊ ውድድር ምስ ተቐዳዳማይ ክለብ ፕሮቴክ ዱሓን ዱፕለይ፣ ማልያ ብሉጽ መንእሰይ ምስ ሩዋንዳዊ ዲድየር ሙንያኒንዛ ኣለዋ። ብጋንታኣ ሃገራዊት ጋንታ ኤርትራ ምስ ክለብ ኣሳናን ዝቕን መሪሕነት ተረኪባቶ ኣላ። ናይ ሓደ ደቒቕን ዓሰርተ ትሽዓተ ካልኢታትን ጋግ ድማ ኣንጺፋ ትርከብ። ብራቮ ሃገራዊት ጋንታ ኤርትራ! ዙር ሩዋንዳ ክልተ ሽሕን ዓሰርተ ትሽዓተን ፅባሕ ዓርቢ ካብ ኒያማታ ናብ ከተማ ኪጋሊ ብዝቕፅል ሻብዓይ መድረኽ ናይ ሰማንያ ኣርባዕተ ነጥቢ ሓደ ኪሎ ሜትር ጉዕዞ ከሳልጥ እዩ። እዚ ናይ ፅባሕ ውድድር ብዓቐብ ዝተዓብለለ ኮይኑ ንብጫ ማልያ ኣዝዩ ወሳኒ ፀወታ እዩ። ሃገራዊት ጋንታ መንእሰያት ኤርትራ ምስ ጋንታ ኩዕሶ እግሪ መንእሰያት ዞባ ስቨርደሎቭስኪ ሩስያ ትማሊ ሓሙስ ኣብ ሰዓታት ድሕሪ ቀትሪ ኣብ ስታድዩም ኣስመራ ናይ ምሕዝነት ጸወታ ኣካይዳ። ኣብቲ ብኣሽሓት ኣፍቀርቲ ስፖርት ዝተረኽብሉ ግጥም ኣብ ናይ ቅድሚ ዕረፍቲ ሃገራዊት ጋንታ ኤርትራ ዕብላሊኣ ንኸተረጋግጽ ብዙሕ ኣይተሸገረትን። ኣብ ሓምሸይቲ ደቂቕ ካብ ሳዶር የማን ብዝረኸበታ ሸቶ ሓደ ባዶ ክትመርሕ ተራእያ። መበል ዓሰርተ ክልተ ደቒቕ እውን ካብ ዴቨን ግብጻዊ ካልኣይቲ ሸቶ ብምርካብ ንመሪሕነታ ክትድርዕ እንከላ፣ ድሕሪ ሰለስተ ደቒቕ እዛ ፍጻሜ ማለት ኣብ መበል ዓሰርተ ሓሙሽተ ደቒቕ ካብ ኣጥቃዒኣ ዓሊ ሱሌማን ሸቶ ብምርካብ ነታ ክትወሃሃድ ዝተሸገረት ሩስያዊት ጋንታ ኣብ ትሕቲ ፍጹም ዕብላሊ የእትያታ። ኣብ መበል ሰላሳን ሰለስተን ደቒቕ ሃገራዊት ጋንታ ኤርትራ ራብዒይቲ ሸቶ ብምርካብ ንጸወታ ኣርባዕተ ባዶ መሪሓ ናብ ዕረፍቲ ኣምሪሓ። ድሕሪ ዕረፍቲ ኣብ ዝቐጸለ ጸወታ ዞባ ጋንታ ዞባ ስሩዶብልስኪ ሩስያ ኣብ መበል ኣርባዓን ክልተን ደቒቕ ካብ ግሊጎሪ ሞሊፖፕ ሸቶ ብምርካብ ነቲ ውጽኢት ከተጽብቦ ተሪኣ'ኳ እንተነበረት ኣእትዋት ክተባህላ ክልተ ኳዕሳስ እውን ኣባኺና'ያ። ጸወታ ከኣ ብዓወት ሃገራዊት ጋንታ ኤርትራ ኣርባዕተ ብ ሓደ ተዛዚሙ። ምስ ኔዘርላንዳዊት ክለብ ዊለም ብመልክዕ ልቓሕ ዝፃወት ዘሎ ኤርትራዊ ሽወደናዊ ኣሌክሳንደር ኢሳቕ ትማሊ ጋንትኡ ናብ ግጥም ፍጻመ ዋንጫ ኔዘርላንድ ንክትበጽሕ ዝለዓለ ተራ ተፃዊቱ ኣብዚ ናይ ትማል ምሸት ግጥም ፍርቂ ፍጻመ ምስ ዊለም ዝገጠመት ክለብ ኤዘድ ኣልክማር ኣብ መበል 23 ደቂቕ ቀዲማ ጎል ብምምዝጋብ ንዕረፍቲ መሪሓ ክትወጽእ እንከላ፣ ብድሕሪ ዕረፍቲ ኣብ ዝቐጸለ ጸወታ፣ ኣሌክሳንደር ብጸጋመይቲ እግሩ ዝለኣኻ ኩዕሶ ንዊልያም ከተመዓራርያ ክኢላ። ክልቲኤን ጋንታታት ኣብ ምዱበን ተወሳኺ ግዜ ክሰዓዓራ ብዘይምኽኣላ፣ ናብ ፍጹም ቅላዕ መቕጻዕቲ ኣብ ዘምርሓሉ፣ ኣሌክሳንደር ንሓንቲ ካብ ሸቶታት ጋንትኡ ኣቑጺሩ፣ ንክለቡ ናብ ግጥም ፍጻመ ኣሰጋጊርዋ። ከም ውጽኢት ናይዚ ክለብ ዊለም ዋንጫ ኔዘርላንድ 2019 ንምዕታር 5 ግንቦት ኣንጻር ኣያክስ ኣምስተርዳም ክትፋለም እያ። ትማል ምሸት ኣብ ዝተሰላሰለ ግጥም ካልኣይ እግሪ ፍጻሜ ኮፓ ዴል ሬይ ባሌንሲያ ንሪያል ቬቲስ ብጸቢብ ሓደ ባዶ ድሕሪ ምርትዓ ናብቲ ዕስራን ሓሙሽተን ግንቦት ኣንጻር ባርሸሎና ዝካየድ ግጥም ፍጻመ በጺሓ። ንእንኮ ሸቶ ባሌንሽያ ሮድሪጎ'ዩ ኣብ መበል ሓምሳን ሽዱሽተን ደቂቃ ኣእትይዎ። ባሌንሽያን ቤቲስን ኣብ ቀዳማይ ርክበን ማዕረ ክልተ ብክልተ ተፈላለየን ነይረን። ዝተፈላለዩ ኣፍቀርቲ ስፖርት ዋላ እኳ ሜዳ ወሪዶም እንተዘይተፃወቱ ብመንገዲ ፋንታዚ ፉትቦል ናይ ፀወታ ፅምኦም ወይ ድማ ህርፋኖም የርውዩ እዮም። ኣብዚ ምስ ኣዕርኽቶም ወይ ድማ መቕርቦም ዘካይድዎ ፀወታ ድማ መልክዑ ብዝፈላለ መንገዲ ይወራርዱ ወይ ድማ እስኮሜሳ ይገብሩ። ኣብ ሕቡራት መንግስታት ኣሜሪካ ብኤንኤፍኤል ዝፍለጥ ውድድር ፀወታ ኩዕሶ እግሪ ኣሎ። ስቴቨን ሽራውት ዝተባህለ ወዲ ዕስራን ሓሙሽተን ዓመት መንእሰይ ድማ ኣብ ሊግ ኤንኤፍኤል ዳላስ ጸወታ ፋንታዚ ፉትቦል ተጸሚዱ ድሕሪ ምሕጋዩ ድሕሪ ኩሎም መወዳድርቱ ተሰሪዑ። ብመሰረት ኣቐዲሙ ዝተገብረ ውዕል ስኮሜሳ ድማ ወይ ክልተ ሚእትን ሓምሳን ዶላር ክኸፍል ነይርዎ ወይ ድማ ዕርቃኑ ወጺኡ ኣብ ኣካላቱ ዳክዋ ማለት ፒናት ባተር ተለኽዩ ኣብ ኣኽላባት ዝዕቀብሉ ቀጽሪ ክኣቱ ነይርዎ። ሽራውት ነዚ ዛሕረዋይ ምርጫ ስለ ዝሓረየ ድማ ብዳክዋ ዝተለበጠ ኣካላቱ ብኣኽላባት ክለሓስ ተቐሲቡ። ኣንቶንዮ ቫሌንሽያ ኣብ መወዳእታ ናይዚ ዓመት ስፖርት ካብታ ንዓሰርተ ዓመታት ዝተፃወተላ ክለብ ማንቸስተር ዩናይትድ ክፋኑ ምዃኑ ኣሰልጣኒ ኦሊጋነር ሾልሻየር ሎሚ ኣፍሊጡ። ቫሌንሽያን ዩናይትድን ንውዕሎም ብተወሳኺ ሓደ ዓመት ንምንዋሕ እኳ ኣማራጺ እንተነበሮም፣ ሾልሻየር ግን ነዚ ውዕል ንምንዋሕ ክልቲኦም ወገናት ዝሰማምዑ ኣይመስለንን ብምባል ቫሌንሽያ ምስዛ ጋንታ ዘለዎ ናይ ምቕጻል ተኽእሎ ዝማህመነ ምዃኑ ኣረዲኡ። ኣብ መወዳእታ ሾልሻየር ማህሰይቲ ወሪድዎ ዘሎ ቫሌንሽያ ካብ ማህረምቱ ሓውዩ ናብ ሜዳ ብምምላስ ብቕዓቱ ከንጸባርቕ ተስፍኡ ገሊጹ። ኣብ ግጥም ላሊጋ ስጳኛ ብኣቆጻጽራ ምብራቕ ኣፍሪቃ ጽባሕ ቀዳም ሰዓት 14:45 ምሸት ሪያል ማድሪድ ኣብ ውሽጢ እዚ ሰሙን ንኻልኣይ ግዜኣ ንባርቸሎና ከተእንግዳ እያ ካብ ባርሳ ብትሽዓተ ነጥቢ ርሒቓ ትርከብ ማድሪድ እዚ ናይ ጽባሕ ጸወታ ኣብ መንጎ ክልቲኤን ጋንታታት ንዘሎ ጋግ እተጽበሉን ናይ ዝሓለፈ ረቡዕ ሕኒኣ ትፈደሉን ጽቡቕ ኣጋጣሚ እዩ ሰርጆ ራሞስ ካብ መቕጻዕቲ ላሊጋ ዝተመልሰ ክኸውን ከሎ ናቾ ብመቕጻዕቲ ክጎድል እዩ ኣብ ኮፓ ዴል ረይ ዘይተሰለፈ ሓላዊ ማዕጾ ቲቦት ኩርቱዋ ንናቫስ ክትኮ እዩ። ብወገን ባርሴሎና ኣርቱር ካብ ማህሮም ተሓውዩ እኳ እንተሎ ኤርነስቶ ቫልቨርደ ግን ተሃውዩ ናብ ጸወታ ዘእትዎ ኣይመስልን። ክሌመንት ሌንግሌት ቦትኡ ብረቡዕ ዝጀመረ ሳሙኤል እምቲቲ ቦትኡ ክሓድግ ተኽእሎ ኣሎ። ኣብ ዝሓለፈ ኣብ ሜድኣ ብጂሮና ክልተ ብ ሓደ ዝተሰዓረት ማድሪድ በታ ኣብ ዝሓለፈ ትሽዓተ ግጥማታ ዘይተሰዓረት ባርሳ ዳግማይ ክትዳህኽ ድያ ዋላ ሕኒኣ ክትፈዲ ብዙሓት ኣፍቀርቲ ስፖርት ብሃንቀውታ ዝጽበይዎ ዘለዉ ጸወታ እዩ። ቶተንሃም ጽባሕ ቀዳም ምስ ጓል ከተማ ኣርሰናል ግጥም ለንደን ደርቢ ተሰሪዕላ ኣሎ ቶተንሃም ምስ ሊቨርፑልን ማንቸስተር ሲቲን ንሻምፒዮንነት እኳ ክትደራገም እንተጸንሐት ኣብ ዝሓለፈ ክልተ ተኸታተልቲ ግጥማት ድሕሪ ምስዓራ ግን ውድድራ ሃንደበት ምስ ኣርሰናል ዩናይትድን ቸልሲን ንቦታ ሻምፕዮንስ ሊግ ኤሮፓ ምውሓስ ኮይኑ። ኣብ ክንዲ ንቕድሚት ናብ ድሕሪኣ ዘለዋ ጋንታታት እያ ግልጽ ትብል ዘላ። ጽባሕ ስዕረት እንተድኣ ኣጓኒፋ ድማ ምስ ኣርሰናል ብሓደ ነጥቢ ጥራይ እያ ክትፈናተት። ኤሪክ ዳየር፣ ዴል ዓልን ጃንሰንን ሕጂ'ውን ንማውሪስዮ ፖቸቲኖ ኣይተመልስዎን። ኪራን ትሪፔር ብድሕሪቲ ምስ ቸልሲ ዘርኣዮ ትሑት ብቕዓት ኣብ መንበር ተቐየርቲ ዝቕመጥ ይመስል። ዳኒ ሮዝ ጽባሕ ክጻወት ልዕል ግምት ዝተዋህቦ ክኸውን ከሎ፣ ተኸላኻላይ ቤርቶንገን ድማ በጺሕዎ ካብ ዘሎ ቅልል ዝበለ መጉዳእቲ እንተድኣ ኣሕዊዎ ክስለፍ ትጽቢት ኣሎ። ንቦርንማውዝ ሓሙሽተ ብ ሓደ ድሕሪ ምስሃላ ኣብዚ ሕጂ እዋን ምስ ሞራላ ዘላ ኣርሰናል ንኮላሲናችን ኮስሺልንን ክጻወቱ ብቑዓት እንተድኣ ኮይኖም ድሒራ ሕክምናዊ ምርመራ ከተካይደሎም እያ። ሌሽ ቻይስነር ን ማይትላንድ ኒልስን ብዘይምህላዎም ጽባሕ ን ጀንኪንሰን ናይ ምጽዋል ዕድል ክረክብ እዩ። ብረቡዕ ዘዕረፍ ዛካ፣ ሙስጣፊን ላካዜትን ራምሲን ናብ ቀዳሞት ዓሰርተ ሓደ ተሰለፍቲ ክምለሱ ይበሃል። ግጥም እዘን ክልተ ጋንታታት ብኣቆጻጽራ ምብራቕ ኣፍሪቃ ሰለስተን ሰላሳን እዩ ክሰላሰል። ብሓደ ነጥቢ ድሒራ ኣብ ካልኣይ ደረጃ ትርከብ ማንቸስተር ሲቲ ካብ ሜዳ ወፃኢ ፅባሕ ሰዓት 6 ምሸት ኣንጻር ቦርንማውዝ ክትፃወት እያ ቦርንማውዝ ኣብ ሜዳ ኣብ ዝሓለፈ ሓሙሽተ ግጥማት እኳ እንተዘይተሳዕረት ሲቲ ኣብ ልዕሊ ሊቨርፑል ፀቕጢ ንምግባርን መሪሕነት ንምምንዛዕን ንቦርንማውዝ እፎይ ተብላ ኣይትመስልን ጓርዲዮላ ኣብ ዝሓለፈ ንዘይተጠቕመሎም ወከር በርናንዶ ሲልቫን ስተርሊንግን ካብ መጀመርያ ከፃወቶም ምዃኑ እዩ ዝንገር ዘሎ ፈርናንዲኖ ኣብዚ ናይ ቀዳም ፀወታ ስለ ዘይህሉ ተኸላኸላይ ዳኒሎ ኣብ ማእከል ክፃወት ተኽእሎ ክህሉ እዩ ስቶንሰን ላፖርተን ብዘይምህላዎም ናዕርፈ ክፃወት ዝሓገየ ኮምፓኒ ናይ ዕረፍቲ ዕድሉ ኣይክህልዎን እዩ ብሸነኽ ቦርንማውዝ ብርክት ዝበሉ ተፃወትታት ሃሪሞም ስለዘለዉ ኦዴ ሆዌ ኣንፃር ኣርሰናል ንዘሰልፎም ተፃወቱ ዳግማይ ንክጥቀመሎም ክግደድ እዩ። ከይተሳዕረት ዓሰርተ ሓደ ግጥማት ዝተጓዕዘት ማንቸስተር ዩናይትድ ጽባሕ ሰዓት ሽዱሽተ ምሸት ምስ ሳውዝሃምፕተን ግጥም ተሰሪዕላ ኣሎ። ኣብዚ ዕለት ኣርሰናልን ቶተንሃምን ነንሓድሕደን ክትተሓናነቓ ብምዃነን ዩናይትድ ዓወት ምስ ተመዝግብ ምስ ክልቴን ወይ ድማ ምስ ሓዲኤን ንዘለዋ ናይ ነጥብጋ ክተጽብቦ ጽቡቕ ኣጋጣሚ ክፍጠረላ እዩ። ናይ ዘይተሳዓርነት ጉዕዝኡ ናብ ዓሰርተ ክልተ ግጥማት ንምንዋሕ ዓሰርተ ተጻወቲ ተሃሪሞሞ መለማመዲ ሜድኡ ሲሒሁ ዝቐነ ኦሊግናር ሾልሻየር ካብ ማህረምቶም ንዝጠዓዩ ክልተ ማሪቆሳት ማለት ማርኮስ ሮሆን ራሽፎርድን እንቋዕ ደሓን መጻኩም ኢሉ ተቐቢልዎም ኣሎ። ኣንጻር ክሪስታል ፓላስ ናይ ምስላፍ ዕድል ረኺቡ ኣዕጋቢ ምንቅስቓስ ዘየርኣየ ሳንቸዝን ፍሬድን ናብ መንበር ተቐየርቲ ከይተሳሕቡ ኣይተርፉን እዮም። ተጻዋታይ ቦርንማውዝ ዳኒ ኢንግስ ድማ ሓውዩ ናብ ጸወታ ክምለስ ጽብብ ዝበለ ዕድል ኣለዎ። ሮናልዶ ብሓቂ ድዩ ፔናልዶ? ደገፍቲ ባርሳን ሪያል ማድሪድን ዝተፈላለዩ ጉዳያት እናምፅኡ ከም ዝደኣኣሉሉን ዝካትዕሉን ዝተፈልጠ እዩ። ሓደ ካብቲ ደገፍቲ ባርሳ ንናይ ማድሪድ መዘንኦም ከሕርቕሉ ዝፍትኑ ቃላት ንክርስትያኖ ሮናልዶ ፔናልዶ ዝብል ስም ብምልጣፍ እዩ። ፔናልዶ ካብ ሮናልዶን ፔናሊቲ ወይ ከኣ ሪጎለን ዝብል ክልተ ኣስማት ዝተዋጽእ ቃል እዩ። ደገፍቲ ባርሳ ንሮናልዶ እዚ ስም እዚ ደጥበቕሉ ብርክት ዝበለ ሽቶታት እቲ ፖርቱጋላዊ ተጻዋታይ ብሪጎለ ዝመጸ እምበር ብጸወታ ኣይኮነን ኢሎም ስለዝኣምኑ እዮም። ሮናልዶ ነዚ ዛዕባ ኣመልኪቱ ክዛረብ እንከሎ፣ ማልያ ማድሪድ ለቢሰ ክንደይ ጎላት'የ ኣቑጺረ ኣለኹ። ብኩሉ ብሪጎለ ዘመዝገብክዎ ኣይኮነን። ስታትስቲክስ ክትርእዩ ትኽእሉ ኢኹም። ኩሉ ሸቶታተይ ኣብ ዩቱብ ስለዘሎ ዝኾነ ሰብ ክምስክሮ ዝኽእል ነገር'ዩ ኢሉ። ሮናልዶ ንማድሪድ ብስሙ ኣርባዕተ ሚእትን ሓምሳን ጎላት ኣመዝጊቡላ'ዩ ናብ ዩቬንቱስ ግዒዙ። ካብዚ ዝተጠቕሰ ብዝሒ ድማ እተን ሰብዓን ትሽዓተን ብመንገዲ ፍጹም ቁላዕ ዝተቖጽራ'የን ነይረን። እዚ ብመንጽር ሚእታዊት ክረኣ እንከሎ ዓሰርተ ሸውዓተ ነጥቢ ሰላሳን ሸሞንተን ሚእታዊት ይኸውን ኣሎ ማለት እዩ። ብዙሓት ወገናት ፍጹም ፍጹም ቅላዕ ንኸተመዝግብ ትብዓት፣ ክእለትን ምጽዋር ጸቕጢ ከም ዝሓትት ዝሰማምዕሉ ጉዳይ እዩ። ሮናልዶ ሓደ ካብቶም ብሚእታዊት ልዑል መጠን ንፍጹም ቅላዕ ናብ ሸቶ ናይ ምቕያር ክእለት ዘለዎም ተጻወትቲ እዩ። ምስ ማድሪድ ከሎ ካብ ዝሃረመን ቴስዓን ክልተን ፍጹም ቅላዕ ነተን ሰብዓን ትሽዓተን ምስ ሰኪዔት መጋጥምቲ ጋንታ ከወሃህደን ክኢሉ። ብሚእታዊት ክምዘን ከሎ ድማ ሰማንያን ሓሙሽተ ነጥቢ ትሽዓተ ሚእታዊት ዕላምኡ ሃሪሙ ማለት እዩ። ስለዚ ነዚ ዝተጠቕሰ ነጥብታት ኣብ ግምት ኣእቲኹም ንሮናልዶ ፔናልዶ ዝብል ስም ይግብኦ ድዩ ኣይግብኦን ፍርዲ ናባኹም ገዲፍናዮ ኣለና።